ምችም ንዓኻ ዘይፈልጠካ ሰብ ወይ ድማ ከይሰተየካ ዝሓልፍ ሰብ ኣሎ ኢለ ክግምት ቁሩብ ይኸብደኒ እዩ። ኮካ ኮላ ዕስራን ክልተን ግራም ዘለዎ ኮካ ኮላ ኣብ መዓልትና ድማ ናይ ግድን ከይሰተናዮ ክንሓልፍ ቁሩብ ስኽፍክፍን ክብድብድ ዝብለና ኮካ ኮላ እዚ ንሰቲ ኣለና ማለት እዩ መዓልታዊ ዕስራን ክልተን ኦልሞስት ዕስራን ክልተን ግራም ዘለዎ ኮካ ኮላ ንሰቲ እንሕራኣ ኮይና ክንድዚኤን ዓቂነ ዘምጻኹዎ ሽኮር ክንድዚኤን ውን ንሰቲ ኣለና ማለት ዩ ኣይ ዶንት ኖው ሰብ ከይገድፈካ ግን ሕጂ ይፈርሕ ኣለኹ። ሽኮር ወይ ሽኮራዊ ዝባሃል ምስታይ ወይ ምብላዕ ዶ? ኣቢለዮ። ሓድሽ ዓመት ካብ ዝጀምር ክልተ ሽሕን ዕስራን ክልተን ካብ ዝጀምር ሽኮር ወይ ድማ ሽኮራዊ ዝብሃል never ኣይበላዕኹን so እንታይ ኣጋጢሙኒ let's go to the video። Yes ኩሉ ሰብ ይፈልጦ ዩ ሽኮር ወይ ድማ ሽኮራዊ ነገራት ትበልዕን ትሰትን ድሕራእ ኮይንካ ማዕረ ክንደይ ሳዕቤናት ወይ ድማ ኣስጋኢ ንጥዕናና ምዃኑ ኣደዳ ሽኮርያ ናይ ሕማም ቆርበት ናይ ልቢ ናይ ኮለስትሮል ናይ ስብሒ ከምኡ ድማ ኣመና ዘዳኽሞ ናይ ሓንጎልና ብምዃኑ ሽኮር ማዕረ ኸንደይ እቲ ኣስጋኢ ወይ ድማ ንጥዕናና ዝሃሲ ምዃኑ መቸም ማንም ሰብ ዝፈልጦ እዩ። እዚ ድማ እንታይ እዩ ኩሉ ሰብ ኣህ ንእሽተይ እንዶ ዘለኹ መንእሰይ እንዶ ዘለኹ ጀስ ሎሚ እንድሕራ ዘይተዘናጊዐ ሎሚ እንድሕራ ዘይበሊዐ ሎሚ እንድሕራ ዘይሰትየ ድኣ መዓስ እየ ኸሰቲ ዝብል ኣረኣእያ ኣለና። Yes of course ኢንጆይ ክንገብሮ ደስ እንዳበለና ነዛ ሂወትና ድማ ብጽቡቅ ክንሓልፋ ናይ ማንም ሰብ ድሌት እዩ ግን ንስኻ ትትገብሮ ልምድታት ካብ ሎሚ ኣበይ ዝመጽእ ኣብ ሓምሳታት ሱሳታት ክትበጽሕ ከለኻ እንታይ ዓይነት ሕማማት ተጥሪ ሎሚ ንስኻ ኣብ ዕስራታት እንድሕር ደኣ ክምዚ ዓይነት ናይ ኣን ሕማቅ ዝኮነ ን ሳዕቤናት ናትካ ናይ መጻኢ እዩ ሽኮር ሕማቅ ማለት ኣይኮነን ሽኮር እቲ ዝዓብየ ሓደገኛ ወይ ድማ እቲ ዝዓብየ ንጥዕናና ኣብ መጻኢ ክሃስየና ዝክእል ሽኮር እዩ of course yes ከም ማንም ሰብ ኩሉ ግዜ መዓልታዊ ሽኮር ምስ ቡን ምስ ሻሂ ቶርታ ዶናት ለስላሳ እዚ ኣብ መዓልቲ እንድሕር ከይሰተካ ትሓልፍ Never! ዳርጋ መብዛሕቲኡ መዓልትና ብዘይ ሽኮር ክትሰቲ ወይ ድማ ክትበልዕ ኣመና ስኽፍክፍ ይብለካ። ኣመና ክምዚ ሕማቕ ወይ ድማ ሕማቕ መግቢ ወይ ድማ መስተ ትሰቲ ዘለኻ ኮይኑ ይስምዐካ። So እንታይ ትብል ትመጽእ ሕቶ ኣላ። እሞ እዚ ኩሉ እንድሕራ ገዲፍካዮስ እንታይ ጥቕሚ ረኺብካሉ ወይ ድማ እንታይ ኣጋጢሙካ ትብል ሕቶ እያ። እታ መልሲ ድማ Easy! ሕጉስ እኸውን። ፍሬሽ ሙድ፣ ፎኪስ ነብሲ፣ ሓንጎልካ ቀልጢፍካ ናይ ምቕባል፣ ሓንጎልካ ቀልጢፍካ ናይ ምሕሳብ ተኽእሎኻ ይዓቢ፣ ኣክቲቭ ምዃን፣ ድቃስ ሃንድረድ ፐርሰንት መቸም መግለጺ የብለይን፣ ኦልሞስት እዚ ሱሳ መዓልቲ ብዘይ ሽኮር ወይ ድማ ሽኮራዊ ነገራት ከይትበልዕ ወይ ድማ ከይሰተኻ ክትሓልፍ ኣመና ከቢድ እዩ ግን ይርደኣኒ እዩ ብዘይ ቡን ብዘይ ሽኮር ኣብ ቡን ኣብ ሻሂ ኣብ ቶርታ ወይ ድማ ዝኾነ ሽኮራዊ ዶናት ለስላሳ ኮካ ኮላ መዓልታዊ እዚ ብዘይ እዚ ክነሓልፍ ኣይንኽእል ኢና ነዚ ነዚ ኹሉ ግን ብዘይ ሽኮር ክትሓልፍ ከለኻ ይርድኣኒ እዩ ኣብቲ ፈለማ መዓር ኽንደይ ዕርዕ ዕርዕ ዕርዕ ኸም ዝጥዕመካ ከም ከምዚ ደስ ዘይብለካ ምዃኑ of course ይፈልጥ እየ ሓንቲ ግዜ ቀልጢፍካ ካብቲ እንታይ ሽሙ ነገራት ወጺኻ ንጥዕናኻ ኽትብል ተር ኢልካ እንሕራ ሒዝካ ግን trust me እዚ ንኹሉ ነገራት ንስኻ ሒዝካዮ ዘለኻ እሞ ኸኣ ንስኻ ኣብ ዕስራታት ኣብ ሰላሳታት መንእስያት እንሕራ ሃሊና ከምዚ እንድሕራ ጌርና መዓልታዊ trust me ኣብ ሓምሳታት እዞም ሎሚ ኣሕዋትና ወይ ድማ ኣቦታትና ወይ ድማ ኣዴታትና ንብሎም ዘለና ኣብ ሓምሳታት ሱሳታት ኩሉ ግዜ ልምዲ'ዩ ናብኡ ዝወስደካ ኩሉ ግዜ ንሰኻ መዓልታዊ ሽኮር ትጥቀም እንድሕር ኮይንካ፣ መዓልታዊ ናብቲ ሽኮራዊ ወይ ድማ ሽኮርያ ዘምጸእካ ነገራት መዓልታዊ ንሰኻ ትገብሮ እንተኾይንካ፣ of course ሎሚ መንእሰያት ኣለና፣ ሎሚ ወላ ሓንቲ ነገራት ኣይመጸናን እዩ፣ ምናልባት ኦህ ኣንዳ መንእሰይ እንድየ ዘለኹ፣ ጌና መንእሰይ እንድየ ዘለኹ፣ እንታይ ዓይነት ሕማማት ከመጸኒ፣ ጽቡቕ ስራሕ ኣለኒ፣ ጽቡቕ ይንቀሳቐስ ኣለኹ ኢልና ኩሉ ግዜ ከምዚ ዓይነት ዘረባታት ንዛረብ ኢና ግን Trust me ኣብ ሓምሳታት ሱሳታት ክንበጽሕ ከለና ነዚ ሕማማት ዝምጸና መዓስ ኢዩ እቲ ንስኻ ሎሚ ትገብሮ ዘለኻ ኣብ ሓምሳታት ሱሳታት ክመጸካ ስለ ዝኽል ኣብ ሓምሳታት እሞ ኣነ ድኣ ሓምሳታት ክበጽሕ ድየ ኣይበጽሕን እንታይ ይፈልጥ ትብል ትመጽእ ሕቶ ኣላ እዚኣ ድማ ንዓና ኩሉ ግዜ ትሃስየና ዘላ Of course ማንም ሰብ ኣይፈልጥን ኢዩ ይትረፍ ኣብ ሓምሳታት ክበጽሕ ዘይኮነስ ኢቭን ጽባሕ ኣለና ዲና የለናን ዝፈልጥ ሰብ የለን ጉን ኩሉ ግዜ ንስኻ ሰበብ ክትገብር ክትኸል ኣለካ ኢን ኬዝ ጽባሕ ርቢ ወይ ድማ ኣምላኽ ዕድመን ጥዕናን ድሕራ ሂቡካ እቲ ንስኻ ሎሚ ትገብሮ ዘለኻ ልምድታት ሎሚ ኮንትሮል ጊርካ ንድሕራ ሒዝካዮ ዋይ ኖት ኣብ ሓምሳታት ብጽቡቕ ሂወት ካብ ኣደዳ ሕማቕ ሽኮርያ ወይ ድማ መቑረጽቲ ጋርን ወይ ድማ ሓንጎልካ መንታል ፕሮብለም ካብ ትመጽእ እዚ ይሓይሽ እነሆይ። ኣብዚኣ ትመጽእ ሕቶ ኣላ ድማ ካልድ ሓወይ እሞ ሽኮር ወይ ድማ ሽኮራዊ ነገራት እንድሕራ ዘይበልዔ ወይ ዘይሰትየስ ደም ዋሕዲ ከየጽርይ ትብል ትመጽእ ሕቶ ኣላ ካብ ዝገርመኩም ኩሉ ግዜ ዝኾነ ሽኮር ወይ ድማ ሽኮራዊ ነገራት ዘይበልዕ ሰብ እንድሕራ ትርእይዎ ኮይንኩም ከምዚ ፍልይ ዝበለ ኸውን እሞ ዋእ እንታ ሽኮር እኮ ኣገዳሲ እዩ ሽኮር እኮ ናይ ግድን ክትበልዕ ኣለካ ሽኮር እኮ ክትሰቲ ኣለካ ሽኮር ኣብ ደምካ ኣገዳሲ ባእታ ስለ ዘለዎስ ናይ ግድን ክትሰቲ ወይ ክትበልዕ ኣለካ ኢሉ ኩሉ ሰብ ይዛረበካ እዩ እዚ ግን ይጻወቱካ በቲ ሚድያ ኩሉ ሰብ ዝጻወቶ በቲ ናይ ማይንድ ጌም እውን ብዛዕባ ሽኮር እውን ይጻወቱካ እዮም ምክንያቱ ኩሉ ሰብ ከማካ ክኸውን ስለ ዘይደሊ ንሶም ምሳኻ ክሕውሱኻ እዮም ዝደልዩ so ኣብ ክንድኡ ደም ዋሕዲ ኣይተጥርን እኻ እዚ እንድሕር ደኣ ተጠቂምካ ኣብ ክንዲ ሽኮር መዓር ተምሪ ብራውን ሹጎር ባናና ከም በዓል ፍሩታታት ድማ ፓፓዮ ዋተር መሎን ከምዚ ዓይነት ነገራት እንድሕር ደኣ ተጠቂምካ why not ናብ ድሕሪት ተመሊስና ሽኮር ንርእየሉ ምኽንያት ኣየገድሰናን እዩ never ሽኮር ዝበሃል ከይትበልዕ ወይ ድማ ከይትሰቲ ኣብ ክንድኡ ተምሪ፣ ባናና፣ መዓር፣ ብራውን ሽጎር፣ ፍሩታታት ድማ ከም በዓል ፓፓዮ፣ ዋተርሜሎን ደስ ዝበለካ እዚ በልዓዮ። ካብ ዝገርመኩም ኩሉ ግዜ ሽኮር ኣውሒድካ ስተ፣ ሽኮር ኣውሒድካ ብላዕ እዚ ሕማቕ እዩ ንዓኻ፣ እዚ ንዓኻ ንመጻኢኻ ሕማቕ እዩ ዝብለካ ሰብ ኣመና ውሑድ እዩ። ምናልባት ብኣጻብዕትና ክንቆጽሮም ንኽእል ሰባት እዮም። ኣመና ውሑድ እዩ። ይርደኣኒ እዩ መዓር ኽንደይ ሎሚ ዕስራታት ሰላሳታት ክሳብ ዘለና ሽኮር ወይ ድማ ሽኮራዊ ነገራት ኩሉ ግዜ ንበልዕ ግን ሽኮር ከምዚ እዩ ከምዚ ክሃስየካ እዩ ሎሚ እንድሕር ከምዚ ጌርካ ከምዚ ክጓንፈካ እዩ ዝብለካ ሰብ ኣመና ውሑድ እዩ so ንመጻኢና ክንብል ንጥዕናና ክንብል ጽባሕ ዝኾነ ኣደዳ ሕማቕ ጥዕና መታን ከየጓንፈና ጽባሕ ኣብ ጸገማት ንኸይንኣቱ ጽባሕ ንነብስናን ንጥዕናናን ንኹላ ሕብረተሰብ ክንልክም ወይ ድማ ንኸይንልክም ሎሚ ሽኮር ኣውሒድና ወይ ድማ ነቨር ክንሰቲ ወይ ክንበልዕ የብልናን። ቸክ ግበርዋ ነዚኣ ትስዓን ትሽዓተን ሚኢታዊት መብዛሕቲና ፍሩታታት ብሕማቕ ኣገባብ ንበልዕ ትብል ኣብዚኣ ቸክ ግበርዋ። ኣብዚኣ ድማ ሓሙሽተ ነገራት ከመይ ጌርና ክእለት ኣዘራርባና፣ Communication Skills፣ ከንማዕብል ዝሕግዘና ኣብዚኣ ቪድዮ ጠውቑ። ኣብዚ ታሕቲ ድማ ሳብስክራይብ ነዛ ቻነል ከምኡ ድማ ላይክ ነዛ ቪድዮ ክትሕጉዙና ማይ ነብስ ኻልድ this is smart man ክሳብ ትመጽእ ቪድዮ ክሳብ ንራኸብ ሰላም ንዓኹም peace።